ሰላም ሰላም ክቡራትን ክቡራንን ናይዛ ዩቱብ ቻነል ተኸታተልቲ ከመይ ትፀንሑ ነዚ እዋን ዝበልኩም ሓፀርቲ እዋናዊ ሓበሬታታት ሒዘልኩም ቀሪባ ኣለኹ ሓቢርኩም ንፅንሑ ካብ መራኸብቲ ሓፈሻት ዝስምዑ ዘለዉ ዜናታት ኣዝዮም ኣሰከፍቲ ኮይኖም ኣለዉ ኣብ መንጎ እስራኤልን ኢራንን ዝካየድ ዘሎ ኩናት ሕጂ እውን ቀፂሉ ኣሎ ምስዚ ብዝተኣሳሰረ ኣሜሪካ ናብቲ ኹናት ንኽትጽንበር ከገድዳ ይኽእል እዩ ዝተብሃለሉ ዜና ተሰሚዑ ኣሎ። እዚ እውን ኣብ ቴልኣቪቭ ዝርከብ ኤምባሲ ኣሜሪካ ብናይ ኢራን ምሳኤል ከምዝተሃረመ ተጸብጺቡ ኣሎ። እቲ ኤምባሲ ከምዝተዓጸወን ጉድኣት ከምዝወረደን ሓቢሩ ኣሎ። ኢራን ኣዝዩ ሓያለ ካብ ናይ ትማሊ ዝገደደ መጥቃዕቲ ኣብ ልዕሊ እስራኤል ከምእተውርድ ተሓንያ ኣላ። እስራኤል ብወገና ክሊ ኣየር ቴህራን ከምዝተቖጻጸረት ብምግላጽ ሓያለ ደብዳብ ኣብታ ዋና ከተማ ከምእተካይድ ገሊጻ ኣላ። ወሃቢ ቃል ሓይልታት መከላኸሊ እስራኤል፣ ክሊ ኣየር ቴህራን ሙሉእ ብሙሉእ ክትቆፃፀሮ ከምዝኸኣለት ገሊፁ ኣሎ። ካብዚ ንላዕሊ እቲ ዘተሓሳስብ ጉዳይ ናይ ኒኩሌር ጨረራት ዝምልከት ጉዳይ ኮይኑ ኣሎ። እዚ ብዝምልከት እስራኤል ብተደጋጋሚ ዝሃረመቶ መፍረዪ ኒኩሌር ኢራን ናይ ኒኩሌር ብከላ ከምዘልዐለ ተገሊፁ ኣሎ። ናይ ሬድዮ ኣክቲቭ ጨረራት ካብቲ መፍረዪ ኒኩሌር ኣምሊጦም ክወፁ ዝኽእሉሉ ዕድል ሰፊሕ ከምዝኾነ ዝገለፁ ተንተንቲ፣ ሓያለ ሓደጋ ኣብቲ ናይ ኒኩሌር መበልፀጊ ኣንፀላልያ ኣሎ ክብሉ ገሊፆም። ኣብ ከቢድ ስግኣት ኰይና ንከታተሎ ኣለና ክብሉ'ውን ወሲኾም ኣለዉ። እቶም ናይ ራድዮ ኣክቲቭ ጨረራት ንከየምልጡ ከቢድ ወጥሪ ኣብ መላእ ዓለም ነጊሱ ኣሎ። እዞም ጨረራት እንድሕር ደኣ ኣምሊጦም ኣብቲ ዞባ ዝርከቡ ህዝብታት ከቢድ ሓደጋ ክወርዶም ከም ዝኽእሉ ተሓቢሩ ኣሎ። በቲ ካልእ ወገን ድማ ኣሜሪካ ዓበይቲ ነፈርቲ ውግኣት እትሽከም መርከባ ናብ ማእከላይ ምብራቕ ተጸግዕ ምህላዋ ተሓቢሩ ኣሎ። ኣብ ቀጻሊ ሰዓታት ታይ ክፍጠር ከም ዝኽእል ንምግማቱ ዘጸግም እዩ ተባሂሉ ኣሎ። ሩስያን ቱርክን እቲ ኵነታት ብዝምልከት፣ ብቴሌፎን ብምዝታይ ንእስራኤል ከምዝኾነና ተሓቢሩ'ሎ። ብዛዕባ እዚ ጉዳይ ሕጂ ዝተሰምዐ ሓበሬታ ከምዝስዕብ ከስምዓኩም'የ። ክሳብ መወዳእታ ሓቢርና ንከታተል። ኣብ ወጥሪ ውዒሉ ኣብ ወጥሪ ዝሓድር ዘሎ ማእኸላይ ምብራቕ፣ እስራኤል ክሊ ኣየር ኢራን ሕጂ'ውን ሙሉእ ብሙሉእ ተቖፃፂረዮ ኣለኹ ብዝብል እንትትገልፅ፣ ፕሬዚዳንት ኢራን ብወገኖም ዜጋታትና ገበነኛታትን ንኽቃለሱ እስራኤል ክሳብ ሕጂ ካብ ዝወረዳ መጥቃዕቲ ብዓይነቱ ዝተፈለየ መጥቃዕቲ ኢሎም ከምዝፅበያ ተሓንዮም ምህላዎም ተሰሚዑ ኣሎ። ምንም ዋላኳ ካብ ኢራን ክሳብ ሕጂ መረጋገጺ ተዘይተዋህቦ፣ ወሃቢ ቃል መከላኸሊ እስራኤል፣ እስራኤል ናይ ኢራን ክሊ ኣየር ሙሉእ ብሙሉእ ከምዝተቆጻጸረቶ እንትገልጹ፣ ብርጋዴር ጀነራል ኤፊ ዴፍሪ ንመራኸብቲ ሓፋሽ ኣብ ዝሃብዎ መግለጺ፣ ናይ ኢራን ዝተወሰኑ መወንጨፊ ምሳኤላት ኣዕኒና ኣለና ክብሉ ተዛሪቦም ኣለው። ሰራዊት እስራኤል ልዕሊ ሚእትን ዒስራን መወንጨፍቲ ምሳኤላት ኢራን ከምዘዕነወ ብምግላጽ፣ እስራኤል ኣብ ዝሓለፈ ዓርቢ መጥቃዕቲ ካብ ዝኸፈተትሉ እዋን ኣትሒዙ፣ ኢራን ካብ ዘለውዋ መወንጨፍቲ ምሳኤላት ሲሶ ኣዕኒና ኣለና፣ ክቕጽል ድማ እዩ ኢሎም ኣለው። እዚ ከምዚ ኢሉ እንከሎ ድማ ፕሬዝዳንት ኢራን መስዑድ ፐርዚሽያን ሎሚ ቐትሪ ኣብ ዝሃብዎ መግለጺ ኢራናውያን ዘጓነፎም ናይ ገበነኛታት እስራኤላውያን መጥቃዕቲ ብሓባር ክቃለስዎ እዮም ብዝብል ብምግላጽ ብሓባር ደው ንበል ሓያለ ስጉምቲ ኣብ ልዕሊ እስራኤል ንወስድ ኣለና ክሳብ ሕጂ ካብ ዘውረድናዮም ስጉምትታት እቲ ዝሓየለ ድማ ሎሚ እስራኤል ክጽበያ ክብሉ ተሓንዮም ኣለው። ጸላኢ ንኢራንን ህዝባን ብቕትለትን ግብረ ሽበራን ከጥፍኣ ኣይኽእልን። ካብ ሕድሕድ ዝተዓለመ መጥቃዕቲ እስራኤል ድሕሪት ዒላማ ሒዞም መገዶም ዝቕጽሉ ብኣማኢት ዝቑጸሩ ጀጋኑ ኣለዉና ብዝብል ዝገለጹ ፕሬዚዳንት መሱድ ፐርዚሽያን፣ ሃገሮም ኢራን መሳርሒ ኒኩለር ምዕጣቕ ዋላ'ኳ ተዘይደለየት ግን ድማ ካብ ኒኩለራዊ ጸዓት ብእትረኽቦ ሓይሊ ንዜጋታታ ዝረብሕ ስራሕቲ ናይ ምስራሕ መሰል ኣለዋ ብዝብል ቃል ብቓል ገሊጾም ኣለዉ። እቲ ኹናት ንሕና ኣይከፈትናዮን ዝበሉ መሱድ ፐርዚሽያን፣ እቲ ኹናት ዝተኸፈተና ኣብ ግዝኣትና እናሃለና'ዩ። ስለዚ ድማ ዝተኸፈተና ኲናት ብኣገባቡ ግብረ መልሲ ክንህበሉ ኢና ኢሎም ኣለው። ትማሊ ለይቲ ዘውረድናዮ መጥቃዕቲ ኣዝዩ ሓያል ከም ዝነበረ ርኢና ኢና። መራኸብቲ ሓፋሻት እውን እዚ ብዝግባእ ኣቃሊሐን እየን ብዝብል ብምግላፅ ኣብ ልዕሊ እስራኤል ሎሚ ዝውሰድ ስጉምቲ ክሳብ ሕጂ ካብ ዝተርኣዩ ዕፅፊ እዩ ብዝብል ገሊፆም ኣለው። በቲ ካሊእ ወገን ወጥሪ ኢራንን እስራኤልን ዘስፋሕፍሕን ዘሰግእን ጉዳይ ኣጋጢሙ ኣሎ። እዚ እውን ኣሜሪካ ኢዳ ንክተእቱ ዘገድድ እዩ። ኣሜሪካ ግና ብዛዕባ እቲ ኩነታት። እዚ ጸብጻብ ክሳብ ዝወጸሉ እዋን እዚ ዝብል ርእይቶ ኣይሃበትን። ቅድሚ ሕጂ ኣሜሪካ ንኢራን ኣተሓሳሲባ ከም ዝነበረት ዝፍለጥ ኮይኑ፣ ኣብ ኤምበሲታታት ኣሜሪካን ትካላት ኣሜሪካን መዓስከራት ሰራዊት ኣሜሪካን ኣብ ዝኾነ ይኹን ናይ ኣሜሪካ ቦታታት መጥቃዕቲ እንተወሪዱ ናብቲ ኲናት ከም እትጽንበር ምስ እስራኤል ወጊና ንኢራን ከም እትሃርምን ኣፍሊጣ ነይራ እያ። ትማሊ ለይቲ ኢራን ብዘውረደቶ ሓያለ መጥቃዕቲ ሚሳኤል ኣብ ዋና ከተማ እስራኤል ተልኣቪቭ ዝርከብ ኤምባሲ ኣሜሪካ ጉድኣት ከም ዝወረዶ ጸብጻባት መራኸብቲ ሓፋሻት የመላኽቱ ኣለዉ። ቀሊል ወይ ድማ ማእኸላይ ክበሃል ዝኽእል ጉድኣት ዝወረዶ ኤምባሲ ኣሜሪካ ከምዝተዓፀወ ሎሚ ዘፍለጠ ኮይኑ ጉድኣት ከምዝወረደ እውን ገሊፁ'ሎ። ምስዚ ብተኣሳሰረ ኣሜሪካ እቲ ጉዳይ ብቐረባ ትከታተሎ ከምዘላ ካብ ምግላፅ ብዝሓለፈ ዝሃበቶ ዕላዊ መግለፂ የለን። ግን ድማ ነፈርቲ ውግእ እትሽከም ናይ ኣሜሪካ መርከብ ኲናት ብህፁፅ ካብ ደቡባዊ ባሕሪ ቻይና ለቒቓ ናብ ማእኸላይ ምብራቕ ተምርሕ ከምዘላ ተሓቢሩ'ሎ። ኣብ ልዕሊኣ ኣዝየን ብዙሓት ነፈርቲ ውግእ ክትሽከም እትኽእልን ኣብ እዋን ኲናት ነፈርቲ ውግእ ኣብ ዝባና ክተበግስን ክተዕርፍን እትኽእል ዓባይ ናይ ኣሜሪካ መርከብ ኵናት፣ ብህጹጽ ካብ ደቡባዊ ባሕሪ ቻይና ናብ ማእከላይ ምብራቕ እናምርሐት ኰይና፣ ድሕሪ ዝተወሰኑ ሰዓታት ታይ ክፍጠር ከም ዝኽእል ንምግማቱ ኣጸጋሚ እዩ ተባሂሉ ኣሎ። በቲ ኻልእ ወገን፣ ኣቓልቦ ዓለምና ወጢሩ ዝሓዘ ጕዳይ ድማ፣ ካብ መበልጸጊ ኒኵሌር ኢራን ከምልጥ ዝኽእል ናይ ራድዮኣክቲቭ ጨረር ጕዳይ ኰይኑ ኣሎ። ሎሚ ዓለምለኻዊ ኒኵሌር ዝቈጻጸር ኤጀንሲ፣ ኣብ ትካል ኒኵሌር ናይ ኢራን ናይ ብከላ ስግኣት ከም ዘሎ ኣብ ዘውጽኦ መግለጺ ኣፍሊጡ ኣሎ። ኣብ ቀንዲ መበልጸጊ ኒኩለር ኢራን፣ እስራኤል ብተደጋጋሚ ደብዳብ ነፈርቲ እናካየደት ብምዃና፣ ናይ ራድዮሎጂን ኬሚካላዊ ብከላ ኣብቲ ዞባ ከምዝህሉ ናይ ዓለምለኻዊ ተቖጻጻሪ ኒኩለር ኤጀንሲ ዋና ሓላፊ ዝኾኑ ሎሚ ኣብ ዘውጽእዎ መግለጺ ኣፍሊጦም ኣለው። ካብቲ ትካል ወጻኢ ዘሎ መጠን ጨረር ንግዚኡ መደባዊ እዩ፣ ኣብ ጭንቂ ኮይና ንከታተሎ ኣለና ክብሉ ኣፍሊጦም ኣለው። ዋና ዳይሪክተር ዓለምለኻዊ መቆጻጸሪ ኒኩሌር ራፋኤል ማርያኖ ግሮሲ ከምዝበልዎ እተኾይኑ፣ ዩራኒየም ናብ ኣካላት ደቂ ሰባት ብኣየር ስሒቡ ተተተንፊሱ ሓያል ናይ ጨረር ሓደጋ ዘስዕብ ኢሎም ኣለው። ኮይኑ ግና እዚ ሓደጋ ኣብቲ ትካል መከላኸሊ ስርዓት ኣተነፋፍሳ ዝኣመሰሉ ግቡኣት መከላኸሊታት ብምውሳድ ኣድማዒ ብዝኾነ መንገዲ ምቁፅፃር ይከኣል እዩ ዝብል ብምውሳኽ እስራኤል ካብ ዝደብደበቶ መበልፀጊ ኒኩሌር ኢራን ወፃኢ ዘሎ ናይ ራዲዮ ኣክቲቭ መጠን ኣብ ጭንቂ ኮይና ንከታተሎ ኣለና ክሳብ ሕጂ ከይተቐየረ ኣብ መደባዊ ደረጃ ይርከብ ግን ድማ ናይ ብከላ ምልክታት ይረኣዩ ኣለው ኢሎም ኣለው። ኣብቲ ከባቢ ኣብ ዘለዉ ህዝብታት እውን ሕጂ ደጋዊ ሓደጋ ጨረር ከምዘየለ ዘርኢ እዩ፣ ግን ድማ ከምዚ ንምቕጻሉ ርግጸኛታት ኣይኮናን ኢሎም ኣለዉ። ጨረራት ራድዮኣክቲቭ ሾሊኾም ተወጺኦም ኣብቲ ከባቢ ዘለዉ ደቂ ሰባት ክጉድኡ ዝኽእሉ ብምዃኖም ዓለም ብዕቱብ ዝከታተሎ ጉዳይ ኮይኑ ኣሎ። በቲ ካልእ ወገን መራኸብቲ ሓፋሻት እስራኤልን ኢራንን ብዕሊ ከምዝጸብጸብኦ፣ ኢራን ብዘካየደቶ ተደጋጋሚ መጥቃዕቲ ምሳኤል ኣብ ልዕሊ እስራኤል ከቢድ ጉድኣት ከምዝወረደ ተሓቢሩ'ሎ። ኢራን ብለይቲ ብዘካየደቶ መጥቃዕቲ ሓሙሽተ ዜጋታታት ምስ ተቐትሉን ብዙሓት ካብ ዝቖሰሉን ንደሓር፣ እስራኤል ንዋና ከተማ ናይ ኢራን ቴህራን ከም እትድብድብ ብሚኒስትሪ መከላኸሊ ኣቢላ ተሓንያ ኣላ። ሚኒስትሪ ሰራዊት ኤርትራ ዝኾኑ እስራኤል ጋንትዝ ከም ዝተዛረብዎ፣ ናይ ኢራን ዓቕሚ ዘዳኽም ዘሎ ሰራዊትና ኣብ ዘካየዶም መጥቃዕትታት ንምዕንቃፍ ኢራን ከቢድ መጥቃዕቲ ተውርድ ኣላ ከብሉ ብምግላጽ ግን ድማ እዚ ጉዳይ ብቐሊሉ ዝሕለፍ ኣይኮነን ክብሉ ተሓንዮም ኣለው። በዚ መሰረት እውን ኣብ ዝተፈላለዩ ከባቢታት ቴህራን መጥቃዕቲ ከነውሪድ ኢና ብዝብል ድሕሪ ምግላፆም፣ መራሒ ኢራን ኣያቶላ ዓሊ ካሚሊ ፈራሕን ውልቀ መላኹን እዩ ብዝብል እንትፃረፉ ኣብ ናይ ቴሌቪዥን መስኮት ብዕሊ ተራእዮም ኣለው። ሚኒስትሪ መከላኸሊ እስራኤል ጋንትዝ ኣብ መግለፂኦም ወሲኾም እንትዛረቡ፣ ኢራን ብለይቲ ኣብ ልዕሊና ንዘውረደቶ መጥቃዕቲ ዋጋ ክትከፍል እያ፣ ዋጋኣ ዝህብዋ ድማ ነበርቲ ዋና ከተማ ቴህራን እዮም። ንቴህራን ክነቃፅላ ኢና ክብሉ ተሰሚዖም እዮም። ሚኒስትሪ ምክልኻል እስራኤል እዚ ድሕሪ ምባሎም ንነበርቲ እቲ ከተማ ቴህራን ብኣልማማ ንምህራም ዕላማ ከም ዘይብሎም ድማ ድሒሮም ኣብ ትዊተር ሓቢሮም ኣለዉ። እስራኤል ካንትዝ ንደብዳብ ሚሳይላት ኢራን ኣመልኪቱ ኣበይ ክሳብ ዝሃብዎ ርእይቶ፣ ነበርቲ እታ ከተማ ዋጋ ክኸፍሉ ምዃኖም ድሕሪ ምጥንቃቖም እዩ ነዚ ሓድሽ መግለጺ ሂቦም ዘለዉ። ኣብ ልዕሊ ነበርቲ ቴህራን ኣካላዊ ማህሰይቲ ንምውራድ ሃቐነ የብልናን ብምባል ድማ እቶም ሚኒስትር ነቲ ኣቐዲሞም ዝሃብዎ መጠንቀቕታ ክእርምዎ ፈቲኖም ኣለዉ። ዋጋ ምልካውነት ክኸፍሉዎን ካብ ጥቓ ዒላማታት ስራሕቲ ኢራን ዝኾኑ ከባቢታት ከምኡ ከኣ ካብ ትሕተ ቅርጺ ጸጥታ ቴህራን ክርሕቑ ክግደዱ እዮም ክብሉ ዘጠንቀቑ ሚኒስትር ካንትዝ ንነበርቲ እስራኤል ምክልኻልና ክንቅጽል ኢና ኢሎም ኣለዉ። በቲ ካሊእ ወገን ድማ ንዓለምና ኣብ ከቢድ ጭንቂ ሸሚምዋ ዝርከብ ኲናት እስራኤልን ኢራንን ብዝምልከት ፕሬዚዳንት ሩሲያ ቭላድሚር ፑቲንን ፕሬዚዳንት ቱርኪ ረሲፕ ጣይር ኤርዶሃንን ብቴለፎን ኣብ ዘካየድዎ ዘተ እስራኤል ኣብ ልዕሊ ኢራን ዝወሰደቶ ናይ ሓይሊ ስጉምቲ ከምዝኾነኑን እቲ ግጭት ብህጹጽ ደው ንኽብል ጻውዒት ከም ዘቕረቡን ክሬምኒል ኣፍሊጡ'ሎ። በቲ ካልእ ወገን፣ መራኸቢ ሓፋሽ ኳታር ዝኾነ ኣልጀዚራ፣ ዩናይትድ ስቴት ኣብ ግጭት ኢራን ተተሳቲፋ ታይ ክፍጠር ይኽእል ብዝብል ጉዳይ ብዝምልከት ሓደ ተንታኒ ፖለቲካ እቲ ዞባ ኣዘራሪቡ'ሎ። ኣብቲ ዞባ ሰፊሕ ልምዲ ዘለዎም ተንታኒ ፖለቲካ ከም ዘብርህዎ፣ ዩናይትድ ስቴት ምስ ኢራን ኣብ ዝፍጠር ግጭት ብቐጥታ እንተኣትያ እዚ ክልላዊ ወጥሪ ናብ ሓድሽን ሓደገኛ ደረጃ ክበጽሕ ይኽእል ኢሎም ኣለው። ነቲ ዞባ ብዕቱብ ዝፈልጥዎን ሰፋሕቲ ትንታነታት ዝህቡን ዶክተር እንድርያስ ግሪክ ንኣልጀዚራ ኣብ ዝሃብዎ ሰፊሕ ትንታነ፣ ዩናይትድ ስቴትስ ምስ ኢራን ኣብ ዘካየድ ኲናት እንተኣትያ፣ ኣብ መላእ ከባቢታት ባሕሪ ሰላጢያን ኣብ ልዕሊ መራኽብን ናይ ነዳዲ መመሓላለፊ መስመራትን ዝፍነዉ መጥቃዕታት ብዝለዓለ ደረጃ ንኽስፋሕፍሑ ዝገብር ክኸውን ኢሎም ኣለዉ። ኢራን ባሕሪ ሰላጢያን ዝርከቡ መዓስከራት ሰራዊት ኣሜሪካ ንምጥቃዕ እውን ክትፍትን እያ ዝበሉ ኮይኖም፣ ግሪክ ብምቕፃል ከምዝሃብዎ ገለፃ እንተኾይኑ ኣብዚ ግጭት ኣሜሪካ ብቐጥታ ክትኣቱ ዝኽእል መንግስቲ ኢራን ምዕላው ዘድል ዋጋ ንምኽፋል ፍቓደኛ ምስ ትኸውን ጥራይ ኢሎም ኣለው። እዚ ድማ ምስ ኣሜሪካ ፈረስት ዝብል ናይ ትራምፕ መሪሕ ቃልን ምስ ዝሓዙዎ ኣጀንዳን ዝፃረር እዩ ክብሉ ገሊፆም ኣለው። ዩናይትድ ስቴትስ እዚ ክትገብር እያ ኢለ ብውልቀይ ኣይሓስብን፣ ሕጂ እውን ዘጠራጥር እዩ፣ እቲ ምኽንያት ናይ ትራምፕ ካብ ማእኸላይ ምብራቕ ምውፃእ ዝብል ቅዋም ዘፍርስ ኢሎም ኣለው። ይኹን እምበር ግሪክ ነቲ ሽግር ዲፕሎማሲያዊ መፍትሒ መንገዲ ክህሉ ከም ዝኽእል ዘመላኸቱ ኮይኖም፣ እዚ ክኸውን ዝኽእል ግን ፕሬዚዳንት ትራምፕ ንፕሬዚዳንት እስራኤል ኔታንያሁ ብምቁፅፃር ወታደራዊ ስጉምቲ ደው ኣቢሉ ናብ ድርድር ንክኣቱ ምስ ዘገደድዎ ጥራይ ኢሎም ኣለው። እስራኤል ብዘይ ደገፍ ኣሜሪካ ምንም ክትገብር ከም ዘይትኽእል ዝገለፁ ኮይኖም፣ ንኣሜሪካ ከም እትሰምዓ ብምግላፅ እውን ሕጂ እታ ኩዕሶ ኣብ ኢድ ትራምፕ እያ ዘላ ክብሉ ኣፍሊጦም ኣለው። እምባርገስ ክቡራት ተኸታተልቲ ነዚ እዋን ዝበልኩ ሓበሬታ እዚ መስል ነይሩ። ብዛዕባ ጉዳይ ኢራንን እስራኤልን ብዝምልከት ሓደሽቲ ሓበሬታታት ምስ ዝወጽኡ ተኸታቲለ ናባኹም ክቐርቦ እየ።